ክብሪ ንኣምላኽ ይኹን የሱስ ጎይታይ መዝሙር ሚእትን ዒስራን ሓደን እንታይ ይብል ኣሎ ክብሪ ንኣምላኽ እዚ መዝሙር እዚ እንታይ እዩ ዝፍለጥ መዝሙር ምድያብ እዩ ዝፍለጥ ክብሪ ንኣምላኽ ይኹን ተጓዓዝቲ እስራኤላውያን ናብ የሩሳሌም ክኸዱ ከለዉ ዝዝምርዎ መዝሙር እዩ ክብሪ ንኣምላኽ ይኹን። ኣዒንተይ ናብ ኣኽራን የልዕል ኣሎኹ ረድኤተይሲ ካበይ ዝመጻኒ ረድኤተይ ካብቲ ሰማይን ምድርን ዝገበረ እግዝኣብሄር እዩ ዝመጻኒ ረድኤትና ካበይ እዩ ዝመጽእ ክብሪ ንኣምላኽ ይኹን ካብ እግዝኣብሄር እዩ መጀመርታ ሕቶ ሓቲቱ ረድኤተይሲ ካበይ እዩ ዝመጻኒ ረድኤት ካብ ሰብ ዝመጽእ ኣሎ ንግዚኡ ማለት እዩ ኖኖኖ ካብ ሰብ ኣይኮነን ካብ ነገስታት ኣይኮነን ካብ ገንዘበይ ኣይኮነን ካብ ክእለተይ ኣይኮነን ካበይ ደኣ ካብቲ ሰማይን ምድርን ዝፈጠረ እግዝኣብሄር እዩ ዝመጽኣኒ ረድኤትና ካብቲ ሰማይን ምድርን ዝፈጠረ እግዝኣብሄር ካብኡ እዩ ክብሪ ንኣምላኽ ይኹን የሱስ ጎይታ እዩ። ረድኤት እግዚኣብሄር ክንብል እንከሎና እንታይ ማለትና እዩ? ረድኤት እግዚኣብሄር ክንብል ከሎና ኣብ እግዚኣብሄር ውሑስ ምዃን ማለት እዩ። ኣብ እግዚኣብሄር ምውካል ማለት እዩ። ኣብ እግዚኣብሄር ምእማን ማለት እዩ። ክብሪ ንኣምላኽ ይኹን። የሱስ ጎይታ እዩ። ናይ እግዚኣብሄር ረድኤት መንፈሳውን ነፍሳውን ኣካላውን እዩ። ክብሪ ንኣምላኽ ይኹን። ስጋውን እዩ። ክብሪ ንኣምላኽ ይኹን። ብኹሉ እዩ ፕሮቴክት ገብረና ዝሕልወና። ክብሪ ንኣምላኽ ይኹን። ንኣብነት ኣብ ግዜ ፈተና ክኸውን እንከሎ ረድኤት እግዝኣብሄር ክህልወካ ከሎ ሰላም ይስምዓካ ማለት እዩ። መከራ ክህሉ ከሎ ረድኤት እግዝኣብሄር ክስምዓካ ከሎ ዕረፍቲ ይህልወካ ማለት እዩ። ክብሪ ንኣምላኽ ይኹን። መከራ የለን ማለት ኣይኮነን። ሽግር የለን ማለት ኣይኮነን ግን እናሃለወ ከሎ ናይ እግዝኣብሄር ረድኤት ክስምዓካ ከሎ ዕረፍቲ ውሽጥኻ ይድበስ ውሽጥኻ ይዓርፍ ክብሪ ንኣምላኽ ይኹን የሱስ ጎይታ እዩ ናይ እግዝኣብሄር ረድኤት ካብ ኩሉ ዝሓለፈ እዩ ክብሪ ንኣምላኽ ይኹን የሱስ ጎይታ እዩ ስለዚ ናይ እግዚኣብሔር ረድኤት ክንረክብ ኮለና ርሑሳት ንኸውን ኣለና ኣብ እግዚኣብሔር ድማ ንውከል ኣለና ኣብ እግዚኣብሔር ንእመን ኣለና ክብሪ ንኣምላኽ ይኹን ክብሪ ንኣምላኽ ይኹን ናብ ነገራትና ዘይኮና ንርእሲ ናብ እግዚኣብሔር ኢና ንርኢ ናብ ኩነታትና ዘይኮነ ንርእሲ ናብ እግዚኣብሔር ኢና ንርኢ ኩነታትና ዓቢ ክኸውን ይኽእል እዩ ብዘየገድስ፣ ነገራት ዓቢ ክኸውን ይኽእል እዩ ብዘየገድስ፣ ንሕና ግን ናበይ ክንጥምት ኣለና? ናብ እግዚኣብሔር ክንጥምት ኣለና። ረድኤተይሲ ካብቲ ሰማይን ምድርን ዝፈጠረ እግዚኣብሔር እዩ ዝመጽእ። ክብሪ ንኣምላኽ ይኹን። የሱስ ክርስቶስ ጐይታ እዩ። ሃለሉያ! ኣብ ጸግዒ እቲ ልዑል ዝሓድር ኣብ ጽላል እቲ ኹሉ ዝኽእል ይነብር። እግዝኣብሄር ጸግዐይን ሓይለይን እዩ፣ ዝውከሎ ኣምላኸይን ይብሎ ኣለኹ ኢሉ። ሃለሉያ! እግዝኣብሄር ረዳእየይ እዩ ክንብል ከሎና ኣብ ጸግዒ እቲ ልዑል ተጸጊዕና ተደጊፍና ኣለና ማለት እዩ። ኣብ እግዝኣብሄር ተወኪልና ኣለና ማለት እዩ ክብሪ ንኣምላኽ ይኹን። እግዝኣብሄር መዕቆቢኻ እንድሕር ኮይኑ ድማ ካብ ኢድ እግዝኣብሄር ከኣ ዝምጥነካ እውን ሓደ የለን። ኩሉ ኣብ ትሕቲ ቁጽጽር እግዝኣብሄር እዩ። ሃለሉያ ክብሪ ንኣምላኽ ይኹን። ካብቲ ዝኸብደና ነገር ካብቲ ንሓስቦ ዘለና ሕጂ ብሂወት ንሓልፎ ዘለና መከራ ካብኡ ንልዓሊ እግዝኣብሄር የሱስ ጎይታ እዩ። እግዝኣብሄር ረዳኢና እዩ ክብሪ ንኣምላኽ ይኹን። እቲ ሽግር ናብ ኩነታትካ ዲኻ ትርኢ ናብ ዘለኻዮ ሃዋሁ ዲኻ ትርኢ ናብ እግዝኣብሄር ኢና ንርኢ ክብሪ ንኣምላኽ ይኹን። እቲ ናይ እምነት ሰብ ግን እቲ ናይ ኣምነት ሰብ ግን እንታይ ይብል ረድኤተይሲ ካብ እግዝኣብሄር ዝመጽእ ክብሪ ንኣምላኽ ይኹን። የሱስ ጎይታ እዩ። ሃለሎያ! ስም እግዝኣብሄር ጽኑዕ ግንቢ እዩ፣ ጻድቕ ድማ ጎዩ ናብኡ ይዕቅብ። ናበይ ትዕቆብ ኣለኻ ሕጂ? ናበይ ንዕቆብ ኣለና? ነገራት ምስ ዝኸብደናስ ናበይ ኢና ንዕቆብ ዘለና? ናብ እግዝኣብሄር ዶ ንኸይድ፣ ንጽሊ ዶ ንንብርከኽ ወይስ ንጭነቕ? ጸሎት ናይ ኩሉ መፍትሒ እዩ ኣሕዋተይ፣ ርዱኣት ኢና። ጸሎት ናይ ኩሉ መፍትሒ እዩ። ክብሪ ንኣምላኽ ይኹን። ኢየሱስ ጎይታ እዩ። ጻድቕ ግና ጎዩ ናብ እግዚኣብሔር ይረኩ። ክብሪ ንኣምላኽ ይኹን። ሃለሉያ ሃላይ ዳንኤል ክንርኤ ኢና። ክብሪ ንኣምላኽ ይኹን። ዳንኤል ሽዱሽተ ዒስራ ዒስራን ክልተን የሱስ ጎይታ እዩ ሃለሉያ ዳንኤል ሽዱሽተ ዒስራን ሓ- ዒስራ ዒስራን ክልተን ናብቲ ጉድጓድ ምስ ቀረበ ንዳንኤል እናሓነቕነቐ ጸውዖ እቲ ንጉስ ከኣ ኣታ ዳንኤል ባርያ ህያው ኣምላኽ እቲ ዅሉ ግዜ እተገልግሎ ኣምላኽካስ ካብ ኣናብስ ኬናግፈካዶ ኸኣለ? ኢሉ ንዳንኤል ተዛረቦ። ሽዑ ዳንኤል ንንጉስ፣ ዎ ንጉስ፣ ንዘለኣለም ህያው ኩን፣ ዎ ንጉስ፣ ኣብ ቅድሚኡ ንጹህ ኰይነ ተረኺበ እየ፣ ኣብ ቅድሜኻ ኸኣ ኣይበደልኩን። እሞ ኣምላኸይ መልኣኹ ልኢኹ ኣብ ኣናብስ ዓጸወ ኮቶ ውን ኣይጎድኡንን ክብሪ ንኣምላኽ ይኹን ሃለሉያ እዚ ኣምላኽና ክብሪ ንኣምላኽ ይኹን ሃለሉያ ዳንኤል ብሉፅ መንፈስ ሓዲርዎ ስለ ዝነበረ ካብቶም መሳፍንትን ካብቶም ራእስታትን በሊፁ ተረፍ ሃለሉያ! እቲ ንጉስ መኣንታ ከይጉዳእ ኢሉ ኣብቲ ግዝኣቱ ሚእትን ዒስራን መሳፍንቲ ገይሩ ማለት እዩ። ካብቶም ሚእትን ዒስራን መሳፍንቲ እቶም ሰለስተ ተመሪጾም፣ ካብቶም ሰለስተ ድማ ዳንኤል ተመሪጹ። ክብሪ ንኣምላኽ ይኹን። እግዝኣብሄር ምስኡ ስለ ዝኾነ፣ እግዝኣብሄር ስለ ዝረድኦ፣ እግዝኣብሄር ብሉጽ መንፈስ ስለ ዝሃቦ ዳንኤል ካብ ኩሎም ኣርኢሱ ማለት እዩ። ክብሪ ንኣምላኽ ይኹን። ዳኒኤል ወላ ሓንቲ ዘይገበረ ክነሱ ግን ተንኮል ኣሊሞሙሉ እንታይ ዝብል ኣዋጅ ወጺኡ ንሳላሳ መዓልቲ ወንጉስ ንሳላሳ መዓልቲ ንኣምላኹ ይኹን ንሰብ ይኹን ዝለመነ ናብ ጉድጓድ ኣናብስ ክድርበ ኢሎም መኺሮሙሉ ማለት እዩ። ንጉስ ድማ ኦ እዞም መሳፍንቲ እዚኦምሲ ንዓይ እዮም ከኽብሩኒ ደልዮም፣ ንዓይ እዮም ሓፍ ከብሉኒ ደልዮም ኢሉ ነቲ ኣዋጅ እዚ ተቐቢልዎ ማለት እዩ። ክብሪ ንኣምላኽ ይኹን። ኣዋጅ ምስ ወጸ ግን ዳንኤል ዝገበሮ ትኽ ኢሉ ናብ ጸሎት እዩ ከይዱ። ክብሪ ንኣምላኽ ይኹን። ስም እግዝኣብሄር ጽኑዕ ግምቢ ጻድቕ ድማ ጎዩ ናብኡ ይዕቁብ። ክብሪ ንኣምላኽ ይኹን። ናብ መዕቆቢኡ ከይዱ። ናብቲ ኣዋጅ ኣይኮነን ሪድ ናብ መዕቆቢኡ ክብሪ ንኣምላኽ ይኹን። ኣነ ዝዕቆበሉ ኣለኒ እግዝኣብሄር፣ ካብዚ ኣዋጅ ናይ ንጉስ ድማ ክግምጥሎ ዝኽእል እግዝኣብሄር ኣሎ ኢሉ ናብ እግዝኣብሄር እዩ ተዓቂቡ። ክብሪ ንኣምላኽ ይኹን። የሱስ ጎይታ እዩ። ሃለሉያ ክብሪ ንኣምላኽ ይኹን። ስለዚ እቲ ንጉስ ብዘውጽኦ ኣዋጅ ዳንኤል ግን ከም ልማዱ ከምቲ ዝገብሮ ዝነበረ መስኮቱ ከፊቱ ናብ የሩሳሌም ሓደ ኣይሁዳዊ ክጽሊ ከሎ ናብ የርሳሌም ኣንፈት ገይሩ ይጽሊ ክብሪ ንኣምላኽ ይኹን ስለዚ ከምቲ ልማዱ ገይሩ ይጽሊ ነበረ ክብሪ ንኣምላኽ ይኹን ነዚ ነገር እዚ ምስ ሓዝዎ ድማ ንዳንኤል ናብ ጉድጓድ ኣናብስ ክድርቦ ከሎ ንርኢ ማለት እዩ። ክብሪ ንኣምላኽ ይኹን። ኢየሱስ ጎይታ እዩ። ኢየሱስ ጎይታ እዩ። እግዚኣብሔር ግን ምስኡ ነበረ። እግዚኣብሔር ግን ምስ ዳንኤል ነበረ። ሃለሉያ። እግዚኣብሔር ግን ምሳና እዩ። እግዚኣብሔር ግን ምሳኻ እዩ። እግዚኣብሔር ግን ካብቲ ዝኣተኻዮ ዓፀቕቲ ከውፃካ ይኽእል እዩ። ክብሪ ንኣምላኽ ይኹን። እግዚኣብሄር ድማ መልኣኹ ልኢኹ ነቲ ኣንበሳ እንታይ ገይርዎ ኣፉ ዓጾ። ክብሪ ንኣምላኽ ይኹን። የሱስ ጎይታ እዩ። ሃለሉያ። ዳንኤል ግን እቶም ኣናብስ እንታይ እዮም ኮይኖም? መተርኣስ እዮም ኮይኖም፣ ኮንፈርት እዮም ኮይኖም። ክብሪ ንኣምላኽ ይኹን። ሃለሉያ። እግዚኣብሄር ክረድእ ከሎ ሰናይ ረድኤት ካብ እግዚኣብሄር ክመጽእ ከሎ ዋውዋው ሃለሎያ ሃለሎያ ክብሪ ንኣምላኽ ይኹን የሱስ ጎይታ እዩ ነገራትና ኣይንርአ ናብ ዝኸብደና ኣይንርአ ናብ ኩነታትና ኣይንርአ ናብ እግዚኣብሔር ንጠምር ክብሪ ንኣምላኽ ይኹን የሱስ ጎይታ እዩ እቲ ንጉስ ድማ ኦ ዳንኤል እቲ ኩሉ ግዜ ተገልግሎ ኣምላኽካስ ካበን ኣምስዶ ከናግፈካ ከኣለ ሃለሉያ ሃለሉያ ክብሪ ንኣምላኽ ይኹን ሃለሉያ የሱስ ጎይታ ሀረ ዳንኤል ሰለስተ ዓሰርተ ሸውዓተ ዓሰርተ ሸሞንተ ድማ ክንርኢ ኢና ክብሪ ንኣምላኽ ይኹን ዳንኤል ሰለስተ ዓሰርተ ሸውዓተ ዓሰርተ ሸሞንተ ወንጉስ እቲ እነምልኾ ኣምላኽ ካብቲ ግሁር እቶን ሓዊ ከናግፈና ይኽእል እዩ፣ ካብ ኢድካ እውን ከናግፈና እዩ። ወንጉስ ንሱ ከናግፈና እንተ ዘይፈተወ፣ ንሕናስ ነማልኽትኻ ከም ዘይነምልኽ፣ ነቲ ዘቖምካዮ ምስሊ ወርቂ እውን ከም ዘይንሰግደሉ፣ ፍለጥ በልዎ ክብሪ ንኣምላኽ ይኹን ሃለሉያ ኣብዚ ድማ ከም ንሪኦ ማለት እዩ ብጾት ዳንኤል ብእምነቶም ክፍተኑ ከለዉ ንርኢ ማለት እዩ ግን ኣብ እምነትካ ደው ኣብ እግዚኣብሔር ምእማን ኣብ እግዚኣብሔር ምውካል ክብሪ ንኣምላኽ ይኹን ኣብዚ ድማ ተመሳሳሊ ኣዋጅ ይወፅ ንጉስ ናብ በለጾር እንታይ ኢሉ ነቲ ዘቆምክዎ ምስሊስ ክትሰግዱ ኢሉ ንኹሎም መሳፍንቲ እንታይ ገይርዎም? ኣኪብዎም። ድምጺ ምስ ሰማዕኹም ኩሉኹም ስገዱ ኢሉ ኣዋጅ ኣዊጁ። ክብሪ ንኣምላኽ ይኹን። ኩሉ ግዜ ናይ ኣምላኽ ሰብ ንእግዚኣብሔር ዘየኽብር ተኾይኑ ኣንጻር እቲ ኣዋጅ እዩ ዝኸይድ። ስኢልካ ኣይትተሓዋወስን ኢኻ። ምስ ዝመጽእ ኣይትተሓወስ ኢኻ። ንእግዝኣብሄር የኽብር ድዩ ኣየኽብርን? እግዝኣብሄር በዚ ይኸብር ድዩ ኣይኸብርን? እቲ ናይ ኣምላኽ ሰብ ምስ እግዝኣብሄር እዩ ዝውግን። ክብሪ ንኣምላኽ ይኹን። ንሕና ግና ምስ እግዝኣብሄር ኢና ንውግን። የሱስ ጎይታ እዩ። ሃለሉያ። ስለዚ ከምቲ ዝበሎ እቲ ኣዋጅ ተገይሩ ማለት እዩ። ኩልና ከም ንፈልጦ ማለት እዩ ክብሪ ንኣምላኽ ይኹን ኩሎም መሳፍንቲ እንታይ ገይሮም ሰጊዶም ሲድራቅን ሚስራቅን ኣብ ኣቢደነጎ ግን ደው ምስኦም ተሓዊሶም ክሰግዱ ይኽእሉ ነይሮም ኖ እምቢ እምቢ እምቢ ክንብል ኣለና ክብሪ ንኣምላኽ ኣሜን። ይኹን እምቢ። ሎሚ እምቢ ክንብል ኣለና ኣሜን። ንሓጢኣት እምቢ ኣሜን። የሱስ ጎይታ እዩ ኣሜን። ምትሕዋስ የለን ምፍላይ እዩ ዘሎ ናይ ምፍላይ ግዜ ናይ ምትሕዋስ ግዜ ይኮነ ወገን እግዚኣብሔር ምዃን እዩ። ንእግዚኣብሔር ዘኽብር ኣብ ህይወትካ ምፍላይ እዩ ዘሎ ሃለሉያ ክብሪ ንኣምላኽ ይኹን ኖ ንሕና ግን ኣይንሰግድን ኢና ንሕና ግን ኖእ ንእግዚኣብሄር ኣምላኽና ጥራይ ኢና ንሰግድ። ስለዚ እቲ ንጉስ ድማ ባዕሉ ማለት እዩ፣ እዚ ነገር እዚ እንተ ገይርኩም ናብዚ ብውልቁ እቶን ሓዊ ክትኣትዉ ኢኹም። ሃለ ሉያ እስኻ ክትእትወና ትኽእል ኢኻ እግዚኣብሔር ግና ካብኡ ከድሕነና እዩ እግዚኣብሔር ግን ካብ ኢድካ ከድሕነና እዩ ካብ ዝሓዊ እውን ከድሕነና እዩ እንተ ደዳሕንና ኸ እሱ ጻድቕ ኣምላኽ እዩ። ክብሪ ንኣምላኽ ይኹን። ነዚ ዘቆምካዮ ምስሊ እንታይ ኣይንሰግድን ኢና። የሱስ ጎይታ እዩ። ሎሚ ምፍላይ ክኸውን ኣሎ። ኩሉ ሰብ ክሶ ገይርዋ እንዲ እሞ ንኻ ከምኣ ክገብራ ዘይኮነሲ ንእግዚኣብሔር ተኽብር ዶ ኣይተኽብርን ኖ ትፍለ የሱስ ጎይታ እዩ ሃለሉያ እቲ ንጉስ ነቲ ሓዊ እንታይ ገይርዎ ሸውዓተ ዕፅፊ ኣንዲድዎ ሸውዓተ ዕፅፊ ሓያላት ካብ ሰራዊት ጀጋኑ ከዓ እንታይ ገይሮም ኣሲሮም ናብቲ ሓዊ ዝድርብዎም ከዓ እንታይ ገይሮም መፂኦም ማለት እዩ ክብሪ ንኣምላኽ ይኹን ስለዚ ምስ ደርበይዎም እቲ ሓዊ፣ እቲ ሓልሃልቲ ሓዊ ንመንቀዝ ኢልዎም ነቶም ዝደርበይዎም፣ ነቶም ጀጋኑ፣ ነቶም ሓያላት ሰራዊቱ እንታይ ገይርዎም? ቀቲልዎም። ክብሪ ንኣምላኽ ይኹን። መዓር ክንደይ እቲ ጉሁር ሓዊ ብርቱዕ ከም ዝነበረ እዩ ዘርእየካ። መዓር ክንደይ እሱ ብዝበርተዐኻ ኢድ እግዚኣብሔር ከኣ ምስኦም ከም ዝነበረት ኢና ንርኢ። ክብሪ ንኣምላኽ ይኹን። መዓር ክንደይ ነገራትካ ብዝብርትዕ፣ መዓር ክንደይ ሽግርና ብዝበዝሕ መዓረ ክንደይ ረድኤት እግዚኣብሔር ድማ ኣብ ህይወትና ይበዝሕ ሃለሉያ ክብሪ ንእግዚኣብሔር ንሃቦ ሃለሉያ የሱስ ጎይታ እዩ ሃለሉያ ሃለሉያ እግዚኣብሔር ፍጡን ረድኤት እዩ እግዚኣብሔር መዕቆብናን ሓይልናን እዩ ብፀበባ ድማ ፍጡን ረድኤት እዩ ኣብቲ ሽግር እግዚኣብሔር ኣይገድፈናን እዩ ኣብ ሓዊ እግዝኣብሄር ኣይገድፈናን እዩ ክብሪ ንኣምላኽ ይኹን እቲ ንጉስ ተዳናጊሩ ዋእ ሰለስተ ሰባት ደይኮናን ሰዲድና ሰለስተ ሰባት ደይኮናን ደርቢና ንኣብዚ ኣነ ግን ኣርባዕተ ሰባት ርኢ ኣለኹ ኢሉ ሃለሉያ እቲ ራብዓይ ድማ ምስሊ ወዲ ኣምላኽ ይመስል ክብሪ ንኣምላኽ ይኹን የሱስ ምስኦም ነይሩ ሃለሉያ የሱስ ምሳና ኣሎ ሃለሉያ ብንሓልፎ መንገዲ እግዚኣብሄር ኣይገድፈናን ኣይሓድገካን ኣይጥንጥነካን ኮቶ ድማ ዕሽሽ ኣይብለካን እየ ዝበለ እግዚኣብሔር ሕጂ እውን ምሳኻ እዩ ሃለሉያ ኣብቲ ጉሩር ሓዊ እግዚኣብሔር ኣይገድፈናን እዩ ሃለሉያ ኣርባዕተ ሰባት ይርኢ ኣለኹ ምስሊ እቲ ራብዓይ ድማ ወዲ ኣምላኽ ይመስል ሃለሉያ ረድኤት እግዚኣብሔር ማዕረ ክንደይ ብርቱዕ ይኹን እቲ ሽግር ብዘየገድስ ኣብቲ ሓዊ ግና ምስኡ ይመላለስ። ሓዊ ወላ ሓንቲ ክዳውንቱ ፀጉሩ ሒዞሞ ዝኣተው ወላ ሓንቲ ከይኮነ ሃለሉ እያ ክወፁ ከሎ ሃለሉ እቲ ኣዋጅ እንታይ ነይሩ? ነዚ ዘቆምክዎ ምስሊ ዘይሰገደ ናብ ቁሩር ሓውልኺ ክትርበይ ሕጂ ኸቲ ኣዋጅ ታይ ኮይኑ ንኣምላኽ ሲድራቕን ሚስራቕን ኣቢነጎን ሕሱም ቃል ዘውፅእ ሃሌሉያ ኣዋጅ ዝቕይር እግዚኣብሔር ነገራት ዝቕይር እግዚኣብሔር ኩነታትና ዝቕይር እግዚኣብሔር ኢና ነምልኽ ሃሌሉያ የሱስ ጎይታ እዩ ሃሌሉያ ኣብ እግዚኣብሔር ምውካል ይኹነልና። ኣብ እግዚኣብሔር ምድጋፍ ይኹን። ኣብ እግዚኣብሔር ምእማን ይኹን። ሃለሉያ! የሱስ ጎይታ እዩ። ሃለሉያ! ኣዒንትና ናብ እግዚኣብሔር ክጥምታ ናበይ ንጥምት እዩ ነገር ናበይ ትጥምት ናብ እግዚኣብሔር ኢኻ ትጥምት ዘለኻ ወይሲ ናብቲ ዝኸበደና ነገር ኢና ንጥመት ደለና? ኣብኡ እዩ እቲ ፍልልይ። ናይ እምነት ሰብ ዲኻ ወይስ ኣይኮንካን ተወላዋሊ ኢኻ? እግዝኣብሄር ረዳኢ ዲኻ ትብል ወይ ድማ እዚ ነገራት ቅድመይ ተገቲሩ ዘሎ ጎልያድ ዝኾነኒሲ ክውሕጠኒ ኢኻ ትብል? ሃለሉያ ክብሪ ንኣምላኽ ይኹን። ካልኣይ ዜና መዋዕል ዕስራ ዓሰርተ ክልተ ናይ እግዚኣብሔር ቃል ከምዚ እዩ ወ ኣምላኽና ኣይትፈርዶምን ዲኻ ንሕናስ ኣብ ቅድሚ እዚ ዝመፃና ዘሎ ዓብዪ ጭፍራ ሓይሊ የብልናን እንታይ ከም እንገብር ከኣ ኣይንፈልጥን ኢና፣ ኣዒንትና ግና ናባኻ ይጥምታ ኣለዋ። ክብሪ ንኣምላኽ ይኹን። እዚ ንጉስ የሳፋጥ ዝበሎ እዩ ማለት እዩ። ዓቢ ጭፍራ ምስ መጽዎም ማለት እዩ። ኦ ጎይታ ንሕና ኣብዚ ኣብዚ ዓቢ ጭፍራሲ ዓቕሚ የብልናን፣ ንገብሮ ነገር የብልናን። ኣዒንትና ግና ናባኻ ይጥምታ ኣለዋ። ረድኤትና ግና ንስኻ ኢኻ። ፍጡን ረድኤትና ግና እስኻ ኢኻ። ኣባኻ ኢና ንውከል። ርኣየልና እግዚኣብሄር፣ ኣዒንትና ናባኻ እየን ደብላ ዘለዋ ኢሎም ህዝቢ ይሁዳ ኹሎም ረድኤት እግዚኣብሄር ክደልዩ ምስ ወፁ እግዚኣብሔር ድማ ነው በቃ መንፈስ እግዚኣብሔር ናብ መን መፅኡ ናብ ሓዛርያ መንፈስ እግዚኣብሔር መፅኡ እቲ ውግእ ናይ እግዚኣብሔር እዩ ንስኹም ዕረፉ ጥራይ እቶም ሰራዊት ከማን ብድሕሪት ይኹኑ መንዳ ብቕድሚት ይኹን ዘምልኹ ክዳን ልብሲ ዝገበሩ ክዳን ናይ መዘምራን ዝገበሩ ዘምልኹ ብቕድሚት ይኹኑ። እቲ ውግእ ናይ እግዚኣብሔር እዩ። ክብሪ ንኣምላኽ ይኹን። እግዚኣብሔር ድማ ድቡቕ ሰራዊት ኣውጺኡ ነቶም ጸላእቶም ኣሕፍሮም ከሎ ንርኢ ማለት እዩ። ክብሪ ንኣምላኽ ይኹን። እንታይ ንብል ኣለና? ኣዒንትና ናብ እግዚኣብሔር ንጠምት፣ ናብ ኩነታትና ኣይንጠምት። ሃለሉያ! ጴጥሮስ ከምኡ ገይሩ ጐይታና የሱስ ክርስቶስ ብባሕሪ ባሕሪ ክኸይድ ምስ ረኣዮ፣ ኦ ጐይታ፣ እሞ ንስኻ እንተ ዀንካ ደኣ እሞ ጸውዓኒ፣ ኣነ ኸኣ ክመጽእ ንዓኽ ኢሉ ተበጊሱ፣ ሰጒሙ፣ ኣብ ልዕሊ ባሕሪ ጽቡቕ ክስጉም ነይሩ ናብ ክርስቶስ እናጠመተ ኸሎ። ደሓር ግን ንፋስ ምስ ረኣየ፣ ማዕበል ምስ ረኣየ ናብ ክጥምት ምስ በለ ክሰጥም ጀሚሩ። ክብሪ ኣምላኽ ይኹን። ኣዒንትና ግና ናባኻ ይጥምታ ኣለዋ የሱስ ጎይታ። ጴጥሮስ ግን ደስ ዝብለካ ጎይታ ርድኣኒ ርድኣኒ ሃለሉያ ስለምንታይ ተዋላወልካ እግዚኣብሔር ድማ ጎይታ ድማ ክረድኦ ከሎ ንርኢ ማለት እዩ። ስለዚ ኩሉ ግዜ ፈኳስና እቲ ተንሽን ናትና ናብ እግዝኣብሄር ጠመተና ናብ እግዝኣብሄር እንድሕር ኮይኑ ነገራት ኩሉ ሲምፕል እዩ ዝኸውን ቀሊል እዩ ዝኸውን ናብ ነገራትና ክንጥምት እንድሕር ጀሚርና ግና ምስጣም ይጅምር። እግዚኣብሔር ግን ክትሰጥም ከዓ ስለ ዘይገድፈና እግዚኣብሔር ረዳኢ ረድኤቱ ኩሉ ግዜ ኣይተፈለየና። ክብሪ ንኣምላኽ ይኹን። ሃሌሉያ ክሳብ ሕጂ ዝረድኣና እግዚኣብሔር ስሙ ይባረኽ። ጌና ንብሕጂ እውን ዝረድኣና ንሱ እዩ። ጌና ንብሕጂ እውን ተስፋ ንገብሮ ኣምላኽና እግዚኣብሔር ካልእ የብልና። ሃሌሉያ ክብሪ ንኣምላኽ ይኹን። ኣምላኽና ንዓና መዕቆብን ሓይሊ ብፀበባ ድማ እንታይ ፍጡን ረድኤት ክብሪ ንኣምላኽ ይኹን። በዓል ጳውሎስን ሲላስን ድሕሪ ናይ ኣብ መዝሙር ከምፅኦ ፀኒሖም ኣሕዋትና ጳውሎስን ሲላስን በቲ ወንጌል ብምስባሕ ብዝመጾም ማእሰርቲ ኣብ እስሪ ቤት ኮይኖም ናብ ኩነታቶም ኣይኮኑን ዝርኢ ነይሮም። ኣብ እስር ቤት ከቢድ እዩ። ኣብ እስር ቤት ምእታው ማለት ተስፋ የብልካን ማለት እዩ። ኣብ እስር ቤት ምዃን ማለት ሲ ራእይ የብልካን ማለት እዩ። ኣብ እስር ቤት ምዃን ማለት ሲ ነገርካ ኩሉ ኣብቂዕሎ ማለት እዩ። ጳውሎስን ሲላስን ግና እንታይ ይገብሩ ነይሮም? ንእግዚኣብሔር ይ- ይልምኑ ነይሮም። ንእግዚኣብሔር የመስግኑ ነይሮም። ሃለሉያ! እግዚኣብሔር ድማ ፍጡን ረድኤት ህላውነቱ ክብሩ ምስ ተገልጸ ናይ ኩሎም ሰንሰለታቶም እንታይ ኮይኑ ተፈትሑ። ሃለሉያ! እቲ ዝኸበደ ነገር ኩሉ ክወድቕ ከሎ ንርኢ ማለት እዩ። ብምስጋና ናብ እግዝኣብሄር ክንቀርብ ኮሎና ካብቲ ዝኸብደና ላዕሊ በቲ ናይ ሓይሊ ምስጋና ዝፈርስ ነገር ኣሎ። ክብሪ ንኣምላኽ ይኹን። ናብ ኩነታቶም ኣይኮኑን ጠሚቶም፣ ናብ እስር ቤት ኣይኮኑን ጠሚቶም፣ ናብቲ ዘለዎ ሽግር ኣይኮኑን ጠሚቶም፣ ናብ እግዝኣብሄር እዮም ግን ጠሚቶም፣ ንእግዝኣብሄር እዮም ከኣ ኣምሊኾም። እግዝኣብሄር ድማ ነቶም ዝጽውዕዎ ብሓቂ ንዝጽውዕዎ እንታይ ቀረባ ንእግዚኣብሔር ብሓቂ ዝጽውዖ እግዚኣብሔር ቀረባ እዩ ክብሪ ንኣምላኽ ይኹን በርጤሜዎስ ከምኡ ገይሩ ጎይታ ክሓልፍ ከሎ መን ከም ዝሓልፍ ዘሎ ምስ ፈለጠ፣ የሱስ ወዲ ዳዊት ርድኣኒ፣ ምኽንያቱ እቲ ረድኤትሲ የሱስ ጥራይ እዩ ክረድኦ ዝኽእል፣ ዓይኑ ክዕውሮ ዝኽእል የሱስ ጥራይ እዩ ተረዲኡ ኣሎ። ወዲ ዳዊት እቲ መሲሕ እግዚኣብሄር ክረድኦ ከም ዝኽእል እሱ እዩ ኣሚኑ። የሱስ ርድኣኒ፣ ወዲ ዳዊት መሓረኒ ክብል ከሎ ሰባት እንታይ ይብልዎ ነይሮም? ስቕ በል ስቕ በል ስቕ በል ዝብለካ ናይ ጸልማት ሓይሊ ኣብ ኣእምሮኻ መጺኡ ስቕ በል ንእግዚኣብሔር ከተምልኽ ኮለኻ ንእግዚኣብሔር ረድኤተይ ክትብል ኮለኻ ኖእ ዝብለካ ናይ መናፍስቲ ስራርሓ ጸጥ ይበሉ ብሽም የሱስ ክርስቶስ ስቕ በል ዝብልዎ ብዙሓት ነይሮም፣ እሱ ግን ጠሓስ ጠሓስ ኪድ ቀጽል ከምኡ ክትሰምዕ ኮለኻ ከምኡ ክመጻካ ከሎ ሰብ ይኹን ብዘየገድስ በቃ ኩነታትካ ገዲፍካ ኖ እግዝኣብሄር እዩ ዝረድኣኒ የሱስ እዩ ዝረድኣኒ የሱስ ወዲ ዳዊት መሓረኒ እንዳበለ ጨዲሩ በቲ ሰባት ዝብልዎ ዝነበሩ ስቕ በል ዝብልዎ ዝነበሩ ስቕ እንተትብል ነይሩ ተዓድልቲ እያ ምሓለፈቶ ዓይኑ ኣይምሓወየን ነይሩ፣ እሱ ግን ጨዲሩ። ሃሌሉያ! ኢየሱስ ርድኣኒ ክብል ኣምላኽ ኢየሱስ ድማ ጸውዕዎ። ሃሌሉያ! እግዚኣብሔር ፍጡር ረድኤት እዩ። እግዚኣብሔር ሃሌሉያ! ጸውዕ እምነትካ ሓውያትካ ሃሌሉያ! ንእግዚኣብሔር ዝጽውዑ ብሓቂ ብጹሕ ቀረቡ እግዚኣብሔር ካብ ትንፋስና ቀረባና ካብዛ ትንፋስ ንላዕልሲ እግዚኣብሔር ቀረባ ጸሎትና ዝሰምዕ ኣምላኽ ጸሊና መልሲ ዝህበና ኣምላኽ እዩ ሃሌሉያ እወ ሽሩ እቲ ንረዲኤትካ ኣብ ሰማያትን ኣብ ደበናታትን ተወጥሐ ኣምላኽ ዝመስሎ የለን ንኣምላኽና ዝመስል የለን ሃለሉያ ኩሉ ግዜ ኣዒንቱ ናባና እዩ ተበጀይካ ኣብ ቅድሚ ዒንተይ ብሉፅ ኢኻ ዝበለና እግዚኣብሔር ኣብ ቅድሚ ኣብ ዒንቲ እግዚኣብሔር ንሕና ብሉፃት ኢና ክብሪ ንኣምላኽ ይኹን ጥራይ ናብ እግዝኣብሄር ረድኤተይ ንስኻ ኢኻ ንበሎ ናብ ኩነታትና ኣይንጠምት ክብሪ ንኣምላኽ ይኹን ሃለሉያ ኣጋር ኮሚኣ ጌራ ዘፍጥረት ኢስራን ሓደን ዓሰርተ ሽዱሽተ ዓሰርተ ሸውዓተ ሃለሉያ ዘፍጥረት ዒስራን ሓደን ዓሰርተ ሽዱሽተ ዓሰርተ ሸውዓተ ሞት እዚ ቆልዓ ኸይርኢ ኢላ ድማ ኸደት እሞ ምውርዋር ቀሲ ዝኣክል ርሒቓ ኣብ መንፅሩ ተቐመጠት ኣብ መንፅሩ ተቐሚጣ ድማ ዓው ኢላ በኸየት ኣምላኽ ከኣ ድምጺ እቲ ቈልዓ ሰምዐ፣ መልኣኽ ኣምላኽ ድማ ንኣጋር ካብ ሰማይ ጸዊዑ፣ ኣጋር እንታይ ኰንኪ ኢኺ? ኣምላኽ ድምጺ እቲ ቈልዓ ኣብ ታጥ ዘለዋ ኸሎ ሰሚዑ እዩ እሞ፣ ኣይትፍርሒ። ሃለሉያ! ኣምላኽ ድምጺ እቲ ቈልዓ ኣብታ ዘለዋ ዀይኑ ሰሚዑ እሞ፣ ኣይትፍርሒ። ሃለሉያ! ክብሪ ንኣምላኽ ይኹን ድምጽና ዝሰምዕ ኣምላኽ ኣሎ ጸሎትና ዝምልስ ኣምላኽ ኣሎ ኣብ ኩነታት ክንጥሕል ኮለና ዝገድፈና ኣምላኽ ኣይኮንናን ነምልኽ ብባሕሪ ምስ ንኸይድ ክንጥሕል ዘይገድፈና ኣምላኽ ኣብ ሓዊ ምስ ንኣቱ ሓዊ ክህሙኸና ዘይገድፈና ኣምላኽ ኢና ነምልኽ ሃለሉያ የሱስ ጎይታ እዩ ሃለሎያ። እግዝኣብሄር ድምጺ እቲ ቆልዓ እንታይ ኮይኑ ሰሚዑ ጸሎቶም ሰሚዑ ጸሎቶም መሊሱ። ኣብርሃም እኮ ንግዚኡ ዝኸውን እኮ ረድኤት ሂብዋ ነይሩ እዩ። መግብን ሓርቢ ማይን ሂብዋ ነይሩ እዩ። ንግዚኡ እኮ ኣኺድዋ እኮ ከይዳ እኮ እያ ከይዳ ከይዳ እኮ እያ ናይ ሰብ ሓገዝ እኮ ንግዚኡ ከኺደካ ይኽእል እዩ፣ ግን መወዳእታ የብሉ። ከይዱ ከይዱ ጠጠው እዩ ዝብል ናይ እግዚኣብሔር ሓገዝ ግን ናይ እግዚኣብሔር ረድኤት ግን ንኹሉ እዩ ሃለሉያ ክብሪ ንኣምላኽ ይኹን የሱስ ጎይታ እዩ ሃለሉያ እሳ ግን ሞት ናይ ወዳ ከይትርኢ ምውርዋር ቀስቲ ዝኣክል እታ ኮይና ተፈልያ ነይራ ከቢድ እዩ ሞት ናይ ወድኻ ኣብ ቅድሜኻ ክትርእሲ ብጣዕሚ ከቢድ እዩ ኖን ሞትሲ ሓሚሞም ከማን ክትርእሲ ከቢድ እዩ ከም ወላዲ እግዚኣብሔር ደኣ እሞ ክንደይ ኣብሊፁ ደኣ ካብኣ ነቲ ውሉድ ዘይሓልየሉ ክንደይ ኣብሊፁ ደኣ እግዚኣብሔር ንውሉድና ዘይሓልየሎም የሱስ ጎይታ እዩ ሃለሉያ ሃለሉያ ሎሚ ነገራተይ ሞይቱ እዩ ዝበልካዮ፣ ናተይ ነገር ኣብቂዑ እዩ ዝበልካዮ፣ እግዝኣብሄር ህይወት ክህቦ እዩ። እግዝኣብሄር ተስፋ ክመልኦ እዩ። ተስፋ ዘቑረፀካ ተስፋ ቆሪፁ ናተይ ነገርሲ ምዉት እዩ በቃ ናተይ ነገርስ ኦሮማይ ናተይ ነገርስ ኣይከውን እዩ ናተይ ነገርሲ ተወዲኡ እዩ ናተይ ነገርሲ ዝፈትሖ የለን ናተይ ነገርሲ ኣኺልዎ ኣብቂዕዩ እንብሎ ሎሚ እግዚኣብሔር ተስፋ ክህቦ እዩ ሎሚ እግዚኣብሔር ከለምልሞ እዩ ሎሚ እግዚኣብሔር ከተስኦ እዩ እግዚኣብሔር ንዓና መዕቆብን ሓይልን ብጸበባ ድማ ፍጡን ረድኤት እዩ ሃለሉያ ፍጡን ረድኤት ናይ እግዚኣብሔር ሎሚ ምሳና እዩ የሱስ ጎይታ እዩ ሃለሉያ እግዚኣብሔር ዝውከሎ ኣምላኸ እዩ እብሎ ኣለኹ ጥራይ ናብ እግዚኣብሔር ንወከል ጥራይ ናብ እግዚኣብሔር ንእመን ጥራይ ናብ እግዚኣብሔር ንቕርቦ እግዝኣብሄር ፍጡን ረድኤት እዩ። ሃለሉያ እቶም መጻግዕ ጼሮም ዘምጽዎ ሲ መእተዊ ምስ ሰኣኑስ ብላዕሊ ኣፊሶም እዮም ኣትዮም የሱስ ጎይታይ ብላዕሊ ኣፊሶም እዮም ኣትዮም የሱስ ድማ እንታቶም ድዩ ኣታ ወዲ ሓጢኣትካ ተሓዲግካ ተስእ ዓራትካ ልዒልካ ኺድ ኢልዎ ሃለሎ እያ ሎሚ ዓራት ኣብ ዓራትና ጼርናዮ ዘለና ሽግር ኣብ ዓራትና ስኸም ኮይንና ዘሎ ነገር ሎሚ ብሽም ኢየሱስ ክትስ እዩ ሎሚ ብሽም ኢየሱስ ይተስእ ጾር ዝኾነና ጾር እኳ እዩ ኮይንዎም ነይሩ ተሰኪሞም እኳ እዮም ብላዕሊ እኳ እዮም እትየሞ ብላዕሊ ኣትዩ እኮ ግን እግዚኣብሔር ምስ ረድኦ ግን በቲ ማዕጾ እዩ ወፂኡ ትኽእል እዩ ወፂኡ ተሰኪሞም ኣምፅኦሞ እሱ ግና እግዚኣብሔር ምስ ረድኦ ትኽእሉ ብማዕጾ እዩ ወፂኡ ሃለሉያ ሎሚ ዝኸበደ ነገር ሎሚ ኣብ ህይወትና ዝሓዘና ነገር፣ ዘጨነቐና ነገር ይኹን ዝኸበደ ነገር ሎሚ እግዚኣብሔር ተስፋ ኹቦ እዩ። ሎሚ በቲ መእተዊ ክንወፅእ ኢና። ሃለሉያ! ሎሚ ብክርስቶስ ኢየሱስ በቲ መንገዲ ፈውሲ ኮይኑ የሱስ ጎይታ እዩ። ሃለሉያ! እግዚኣብሔር ንወክል፣ ኣብ እግዚኣብሔር ንተኣመን፣ እግዚኣብሔር ድማ ንረድኤትና ፍጡን እዩ። ሃሌሉያ ክንጽሊ ኢና ነዚ ክብሪ ንኣምላኽ